እዚ ማያትዚ ክኣትዎ እዩ እሞ እቲ ማያት ባሕሪ ክጥዒ እዩ፣ እቲ ውሒዝ ኣብ ዝኣተዎ ዘበለ ድማ ኩሉ ብህይወት ኪነብር እዩ። እዚ ካብ ጸንፍለኻዊ ኣገልግሎት ደገ ሰማይ ዝፍኖ ማና ጽባሓት እዩ። ዕላማ እዚ ዕዮ እዚ ንኣምላኽ ዝበቅዕ ህዝቢ ንምድላው ንኹሉ ሰብ ብክርስቶስ ምሉእ ጌርካ ምቛምን ንኣካል ክርስቶስ ምህናጽን እዩ። ዕለታዊ ማና። መርገምን በረኸትን ካልኣይ ትምህርቲ በረኸት መበል ኣርብዓን ሽዱሽተን ክፋል የሱስ ክርስቶስ ጎይታ እዩ ስብሓት ንኣምላኽ ይኹን። ኣብ ዝሓለፈ ትምህርትና መወዳእታ ኣብ መዝሙር ዕስራን ሰለስተን ኢና ደው ኢልና ኔርና። ብዛዕባ እቲ በረኸት ዝብል ትምህርቲ ኢና ንመሃር ዘሎና። መዝሙር ዕስራን ሰለስተን እግዚኣብሄር ጓሳየ እዩ ዝጎድለኒ የብለይን፣ ኣብ ልሙዕ ሸኻ የውዕለኒ ናብ ዝዓርፈሉ ማይ ይመርሓኒ፣ ንሱ ንነፍሰይ የህድኣ ምእንቲ ስሙ ኢሉ ብመገዲ ጽድቂ ይመርሓኒ። ዝብል ሓሳብ ሓሙሽተ ነጥብታት ኣብ ሓደ ስፍራ ኣኪብና ጉስነት ኣምላኽ ዝብል ሓሳብ ርኢና ኔርና። ኣብቲ ካልኣይ በትርኻን ምርኩስካን የጸናንዓኒ እዩ፣ ንስኻ ምሳይ ኢኻ እሞ ብርባ ርባ ዝነሞት እኳ እንተ ኸድኩ ክፉእ ኣይፈርህን እየ፣ ንስኻ ኣብ ቅድሚ ገጽ ጸላእተይ መኣዲ ትሰርዓለይ ዝብላ ሰለስተ ሓሳባት ጠርኒፍና ድማ ስልጣን ኣምላኽ ኣብ ትሕቲ ዝብል ሓሳብ ኣሲርናየን ኔርና። ብሳልሳይ ንርእሰይ ብዘይቲ ትለኽዮ ጽውእይ ይጅርብብ ኣሎ ዝብላ ክልተ ሓሳብ ኣሲርና ከኣ ብክርስቶስ ዝርከብ ሓድሽ ሕይወት እንታይ ምኻኑ ተመልኪትና ኔርና። ራብዓይን ናይ መወዳእታን ነተን ክልተ ናይ መጨረሻ ዘለዋ ሓሳብ ብሓቂ ሳህልን ምሕረትን ብኹሉ ዕድመይ ክስዕባንየን ኣብ ቤት እግዚኣብሔር ከኣ ንዘለዓለም ክነብርየ ዝብል ሓሳብ ብክርስቶስ ዝርከብ ነባሪ ሕይወት ወይ ዘልኣለማዊ ህይወት ዝብል ሓሳብ ከኣ ጠርኒፍና ኣብዚ ሓሳብ እዚ ኢና ደው ኢልና ኔርና። ዳዊት ኣብዚ ስፍራ እዚ ንእግዚኣብሄር ገና ኣብ ብሉይ ኪዳን ከሎ እዩ ጓሳየይ ኢኻ ኢልዎ። ጉስነት ኣምላኽ ተመልኪቱ ብርሑቕ ርእይዎ ነቲ ናይ ሓቂ ጓሳ ነቲ ጓሳ ኣባጊዕ እንታይ ምዃኑ ተግባሩ፣ ሰብ ኣብ ትሕቲ ጉስነት'ቲ ጓሳ ኣባጊዕ ምስ ኣተወ ህይወቱ ከመይ ኢላ ከም እትእለ፣ ከመይ ከም እትናበ፣ ከመይ ድማ ውሑስ ህይወት ክነብር ከም ዝኽእል ብርሑቕ ተመልኪቱ ብዛዕባ የሱስ ክርስቶስ፣ ጉስነት የሱስ ክርስቶስ፣ ኣብ ሓድሽ ኪዳን እቲ ሕያዋይ ጓሳ ኣነ እየ ዝበለ የሱስ ክርስቶስ ኣብ ሕያውነት ጉስነት ኣምላኽ ምስ ኣተወ ሰብ ዘለዎ ረብሓታት ብንጹር ኣብዚ መዝሙር እዚ ኣቐሚጡልና ኣሎ። ስብሓት ንኣምላኽ ይኹን። ነፍሲ ወከፍ ብክርስቶስ ዝደሓነ ኣማኒ መዝሙር ዕስራን ሰለስተን ዘየንበበን ዘይፈልጥን ሰብ የልቦን ጥራይ ዘይኮነስ ንመዝሙር ዳዊት ዕስራን ሰለስተን ሓለፋ ኩሎም ካልኦት ጽሑፋት ኣዝዩ የፍቅሮ ኩሉ ኣማኒ ኢልና ክንዛረብ ንኽእል ኢና። እዚ ሓቂ ድዩ? ፍቱው መዝሙር ተባሂሉ ዝፍለጥ ክፍሊ መጽሓፍ ቅዱስ እዩ። ምሉእ ብምሉእ ብዛዕባ ህልውና እግዚኣብሔርን ሓለዋኡን ጉስነቱን ናብዮቱን ፍቕሩን ምሕረቱን ብምሉኡ እቲ ናይ የሱስ ክርስቶስ ሕያዋይ ጓሳ ምሉእ ስእሊ ዘጨብጠና ክፍሊ መጽሓፍ ቅዱስ እዩ። ደጊመ ክውከሰኩም ከምዚ ዳዊት ንእግዚኣብሄር ዝብሎ ዘሎ ንስኻትኩም ጽሑፍ ስለ ዝረኣኹም ጥራይ ዘይኮነስ ብውልቅኹም ብዛዕባ ምድሓንኩም ሓሲብኩም ብዛዕባ ጓሳኹም ሓሲብኩም እዚ መዝሙር ዕስራን ሰለስተን መዝሙርኩም ምገበርክምዎ ዶ ከም ናይ ውልቂ መዝሙርኩም ጌርኩም ከም ናይ ውልቂ ድርሰትኩም ጌርኩም ከም ውልቃዊ ድምጽኹም ጌርኩም ምበልክምዎ ዶ ባዕላትኩም ማለት እግዚኣብሄር ጓሳየ እዩ ዶ ምበለት ነፍስኹም ሕጂ ኣብዛ እዋን እዚኣ? መልስኹም እንታይ ምኾነ? ሕጂ ኣብዛ እዋን እዚኣ ብክርስቶስ ከም ዝደሓኑ ሰባት እግዚኣብሄር ጓሳየ ስለ ዝኾነ ዝጎድለኒ የብለይን ኢልኩም ምተኣመንኩምዎ ዶ? እግዚኣብሄር ጓሳየ ስለ ዝኾነ ኣብ ልሙዕ ሻኻ ጥራይ እዩ ዘውዕለኒ። ጥራይ ወሲኸላ ኣለኹ፣ ጥራይ። ማለት እግዚኣብሔር ጓሳዬ ስለ ዝኾነ ክፉእ ዝበሃል ኣይገብረንን እዩ እግዚኣብሔር ኢልኩም ምሉእ ብምሉእ ብኣምላኽኩም ዶ ትተኣማመኑ ኢኹም? ከም ህዝቢ እግዚኣብሔር እውከሰኩም ኣለኹ። ግዲ ብልኩምን እዚ ዝሓተኩም ዘለኹ ሕቶ ቀሊል ሕቶ ዝመስል እኳ ተኾነ ዘስዕበልኩም ካልእ ሓሳብ ስለ ዘሎ ምላሽኩም ሃቡኒ። እግዚኣብሔር ጓሳዬ ስለ ዝኾነ ናብ ዝዓርፈሉ ማይ እዩ ዝመርሓኒ፣ ከዕርፈሉ ናብ ዝግባእ፣ ናብ ዕረፍቲ ዘበለ ኩሉ፣ ናብ ደሓን ዘበለ ኩሉ፣ ናብ ሰናይ ዘበለ ኩሉ፣ ናብ ጽቡቕ ዘበለ ኩሉ ጥራይ ዝመርሓኒ ኣምላኽ እዩ ኢልኩምሲ ብኣምላኽኩም ትተኣማመኑዶ? ሕጂ እውን መልስኹም ክሰምዕ። እግዚኣብሔር ይባርኽኩም። እግዚኣብሔር ጓሳየይ ስለ ዝኾነ ንሱ ኣምላኸይ ንነፍሰይ የህድኣ የጸናንዓ ይድግፋ እዩ ኩሉ እዋን። ዘፍርህ ድምጺ የብሉን እግዚኣብሄር። ኣየፈራርሃንን እዩ፣ ኣየወጣውጠለይን፣ ኣዳውን እናወጣወጠ ጽናሕ ኣይብለንን እዩ፣ ኣይፍክረለይን እዩ፣ ኣየሰንብደንን እዩ። ግናኸ ንነፍሰይ የዕርፋ ንነፍሰይ የህድኣ እዩ ኢልኩምዶ ብኣምላኽ ትእመኑ ኢኹም? ጁን መልስኹም ሃቡኒ ደሓር ዝብሎ ስለ ዘሎኒ። ግርም እግዚኣብሔር ይባርክኩም። እግዚኣብሔር ንኣይ ጓሳየ እዩ ስለ ዝኾነ ምእንቲ ስሙ ኢሉ ብመገዲ ጽድቂ ይመርሓኒ እዩ ኣነ ኣይኮንኩን ጽድቂ ዝገብር ባዕለይ ዓቕሚ የብለይን ኩሎም ሓጢኦም ክብሪ ኣምላኽ ስኢኖም ኢሉ ንደቂ ሰባት ኣብ ክእለቶም ዘሎ ስእሊ ከትሕዘና ከሎ መጽሓፍ ቅዱስ ብክእለቱ ብዓቕሙ ብብቕዓቱ ብክእለቱ ወይ ድማ ብናቱ ናይ ገዛእ ርእሱ ሰብኣዊ ብቕዓት ጽድቂ ክገብር ዝኽእል ሰብ የለን እግዚኣብሄር ግን ንኣይ ምእንቲ ስሙ ኢሉ ብመገዲ ጽድቂ ይመርሓኒ እዩ። ጽድቂ ዘግብረኒ መንፈሱ እዩ፣ ጸግኡ እዩ፣ ብጽድቂ ክመላለስ ዘኽእለኒ ንሱ እዩ። ጽድቀይ ክርስቶስ የሱስ እዩ ኢልኩም ብኣምላኽ ትእመኑዶ? የሱስ ክርስቶስ ጎይታ እዩ ጎይታ ይባርኽኩም ገና ኣይወዳእኹን ከስዕበልኩም እየ በትርኻን ምርኩስካን የጸናንዓኒ እዩ ኢልኩም ምጽናዕኩም ካብ ኣምላኽ ምዃኑ ብኣምላኽ ብዝሓለፍኩሞ ኩሉ መገዲ ናብ ትሓልፉ ኩሉ ጎደናን በትርኻን ምርኩስካን ንኣይ መጸናንዕየ እዩ ትብልዎ ዶ ኣብ ዝሓለፈ ብዛዕባ በትርን ብዛዕባ ምርኩስን ክልቲኡ ፍልልያት ወይ ድማ ምትሓሓዙ ኣርእየኩም ነይረ ከምኡ ጌርኩም ዶ ንእግዚኣብሔር ትእምንዎ ኢኹም ንስኻ ምሳይ ኢኻ ዶ ትብልዎ ንኣምላኽ ወይስ እምበር ዶ ምሳይ ኣለኻ ኢኻ ኣየናይ ቋንቋኹም ወእግዚኣብሄር ምሳይ ዶ ኣለኻ ኢኻ ኢልኩም ዲኹም ትሓትዎ ወይስ ንስኻ ምሳይ ኢኻ ኢልኩም ኢኹም ትእመንዎ እንታይ ኮን ይኸውን ካብዘን ክልተ ቃላት እዚኤን ቃልኩም ኣየናይ ይኸውን ዳዊት ግና ከምዚ ይብል ኣሎ፣ ንስኻ ምሳይ ኢኻ እሞ፣ ብሩባ ሩባ ዝነመቱ እኳ እንተ ኸድኩ፣ ከቶ ኽፉእ ኣይፈርህን ይብል ኣሎ። ክፉእ ዝበሃልሲ ኣየፍርሃንን እዩ፣ ምኽንያቱ ምሳይ ከም ዘለኻስ ኣጸቢቐ እፈልጥ እየ፣ ካብ ትንፋሰይ ቀረባ ኢኻ ማለት እዩ። ከም ህዝቢ እግዚኣብሄር ኣብ ደሓን ግዜ ይበልኩኹምን፣ ግዜ ደሓን እሞ ግዜ ደሓን እንድዩ። ዳዊት ኣብ ግዜ ደሓን ኣይበለን፣ ብሩባ ሩባ ድነሞት ክሓልፍ ከለኹ እዩ ዝብል ዘሎ። ህይወት ብፈተና ክትሓልፍ ከላ፣ ህይወት ብዘይተጸበኹሞ ጸልማት ዝመስል መዋጥሮታት ህይወት ክትሓልፍ ከላ፣ ጽብብ ጭንቕ ክብለኩም፣ ምድሪ ከም ኣፍ ዑንቊ ክትእኮት ከላ፣ ምሳኹም ዝነበሩ ክሓድጉኹም፣ ፈተውትኹም ክርስዑኹም ክጠልሙኹም እንከለዉ። ኣምንቱ ምንታዩ ኣብ ዘብል ኩነት ምስ ኣተኹም፣ ኵሉ ምስ ጸልመተ፣ ኵሉ ድማ ሓዲጉካ ምስ ከደ፣ በይንኻ ምስ ተረፍካ፣ ኣብቲ ግዜ እቲ፣ ብዙሓት ኣጻብዕ ኣብ ሃገጸን ከወጣውጣ እንከለዋ፣ ምናልባት ብዘይ ሽምካ ጸሊም ሽም ክትለብስ ከለኻ፣ ዓቕልኻ ከጸበካ፣ ኵሉ ዘይሓቂ ሓቂ ኰይኑ ክስምዓካ እንከሎ፣ ርእስኻ ኣብ እትነቕፈሉን ትወቕሰሉን ግዜ፣ እግዚኣብሄር ንስኻ ምሳይ ኢኻ ክትብል ዓቕሚ ኣለካዶ? ወይስ ንምንታይ ኣሕሊፍካ ሂብካኒ ንምንታይ ገዲፍካኒ ወእግዚኣብሄር እናበልካ ኢኻ ተዕዘምዝም ተማርር እንድዒ ይፈልጥን ምላሽ ካባኹም ጥራሕ እዩ ዳዊት ግን እብል ኣሎ ብሩባ ሩባ ድነሞት እኳ እንተሓለፍኩ ብመገዲ ህይወት እኳ እንተኸድኩ ጎደና ህይወተይ ጎደና ሞት እኳ እንተመሰለ ይቕሬታ ጎደና ህይወት ዘይኮነስ ጎደና ሞት እንተመሰለ ጎደና መገደይ መገዲ ህይወተይ ጎደና ሞት ተመሰለ። የማን ሞት፣ ጸጋም ሞት፣ ቅድም ሞት፣ ድሕሪት ሞት፣ ላዕሊ ሞት፣ ታሕቲ ሞት ኮይኑ ክረኣየኒ እንከሎ፣ ኩሉ ጸበባ ጥራይ ክኸውን ከሎ፣ ንስኻ ምሳይ ኢኻ እሞ ኣይፈርህን እየ ይብል ኣሎ ዳዊት። ክቕጽል ንስኻ ኢልዎ ሽዑ ንእግዚኣብሄር ነቲ ጓሳኡ ኣብ ቅድሚ ገጽ ጸላእተይ ኣጽዋሮም ገቲሮም ኣባይ ገጾም ኣቕኒዖም እናሃለዉ እንከለዉ ንስኻ ግን ኣብ ቅድሚ እዞም ከምዚ ዝኣመሰሉ ሓየላት ዝበሃሉ ጸላእተይ መኣዲ ትሰርዓለይ ኢልዎ ንእግዚኣብሔር ንስኻትኩም እንታይ ኮን ምበልክምዎ ንምንታይ ኣሕሊፍካ ሂብካኒ ዶ ምበልኩሞ ወይስ ኣብ ቅድሚ ጸላእተይ እናረኣዩ እናሰምዑስ መኣደይ ሽሻየይ በረኸተይ ግን ኣብ ቅድሚ ዓይኖም ትሰርዖ ንሳቶም ከጥፍኡኒ ይመኽሩ ኣነ ግን ኣብ ቅድሚኦም ድሓን ይረክብ ድሓን ይኾነለይ መኣደይ ይበልዕ ዓሪፈ ነብር ምበልኩምዎ ዶ ጓሳየይ ስለ ዝኾንካ ንርእሰይ ብዘይቲ ትለኽዮ ኩሉ እዋን ሕጉስ እየ ኢልዎ ዳዊት እንታይ ምበልናዮ ንሕና ጽወይ ይጅርብ ኣሎ መሊኡ ይፈስስ ኣሎ ምኽንያቱ ጓሳየይ ስለ ዝኾንካ እዩ ብሓቂ ሳህልን ምሕረትን ብኹሉ ዕድመይ ክስዕባኒ እየን ኣብ ቤት እግዚኣብሔር ከኣ ንዘለኣለም ክነብር እየ ኢሉ ኣብ ቤት እግዚኣብሔር ንዘለኣለም ክነብር ምዃኑ ገና ኣብ ምድሪ ብህይወት ከሎ እዩ ዳዊት ዝዛረብ ዘሎ ዝእመን ዘሎ ኣብ ቤት እግዚኣብሔር ምስ ንዘለኣለም ክነብር እየ ማለት ኣብ ቤተ ክርስቲያን ማለት ኣይኮነን ኣብ ቤተ ክርስቲያን ንዘለኣለም ክትነብር ኣይትኽእልን ኢኻ ምኽንያቱ ዕድመ ሰብ ድሩት ስለ ዝኾነ። ዘለኣለማዊ ናብራ ሰብ ግን ኣብታ ሰማያዊት ቤት እዩ። ስለዚ ኣብ ምድሪ ከሎ ናይ ምድሪ ጉዕዘይ ምስ ወዳእኹ መንበርየይ ኣቐዲመ እፈልጦ ኣለኹ ኢሉ ደኣ እዩ ዝእመን ዘሎ እምበር ምስቶም ዝድሕኑ ጸምብረኒ ኣይኮነን ዝብል ዘሎ ብምጽኣትካ ዘክረኒ ኣይኮነን ዝብል ዘሎ እምበርዶ ምስቶም ዝድሕኑ ክርከብ እየ ክጥንቀቕ ይግባኣኒ ብዙሓት ከም ዝብልዎ በታ መዓልቲ ጐይታ ነቒሕና መታን ክንጸንሕ ወኣምላኽ ርድኣና። ብመዓልቲ ምምላስ ወድኻ የሱስ ክርስቶስ ነቒሕና መታን ክንጸንሕ ደግፈና፣ ሓግዘና፣ ርድኣና፣ ዘክረና ዝብሉ እዮም ጸሎታትና መብዛሕትኡ ግዜ። ከምኡ ድዩ? ወይስ ኣይፋሉን? እሞ ከምኡ ምባል እንታይ ነውሪ ኣለዎ ክንብል ንኽእል ኢና? ኣይፋሉን፣ ነውሪ የብሉን። ግን ዘይተኣማመን ሰብ ምዃንካ፣ ብዛዕባ ምድሓንካን ፍቕሪ ኣምላኽካን፣ ብዛዕባ ጉስነቱን ሓልዮቱን ዘይትኣምን ምዃንካ ግን መግለጺ እዩ። ምኽንያቱ ኣብ እንተታ ዝልመን ጸሎት፣ ኣብ እንተታ ዝነብር ጸሎት ኩሉ እዋን ብጉስነት እግዚኣብሂር ዘይተኣማመን ህይወት እዩ። ዘይንተኣማመን ስለ ዝኾንና ኢና ከምዚ ዝኣመሰሉ ጸሎታት እንጽልዮም። ለሚድናዮም ስለ ዝኾንና ጥዑያት ቅኑዓት ይመስሉና። ስለዚ ኸኣ እንታይ ኣለዎ ድዩ እሞ ኢልና ንምማጐት። ዳዊት ግን ርኣይዎ፣ ኣብ ቤት እግዚኣብሄር ንዘለኣለም ክነብር ሓግዘኒ እዩ በለን። ብኣምላኽ እተወድእ እዩ ዕላማ ኣምላኽ፣ ብፍላይ ኣብ ሓድሽ ኪዳን ኰይንና ኣነን ንስኻትኩምን የሱስ ክርስቶስ ኣብ መስቀል ዝሞተሉ ዕላማ ዝርድኣና እንተደኣ ዀይኑ፣ ፍቕሪ ኣምላኽ ዝርድኣና እንተደኣ ዀይኑ፣ ንኣምላኽ ሓግዘንን ርድኣንን ኢልና ክንልምኖ ኣይንኽእልን ኢና፣ ምኽንያቱ ቀደሙውን ክንድሕን ዝፈተወ፣ ፍቕሪኡ ኣብ መስቀል ዝገለጸ፣ ህይወት ወዱ ኣሕሊፉ ዝሃበ ስለ ዝለመንናዮ ኣይኮነን። ገና ከይፈለጥናዮ ከለና፣ ገና ዓመጽቲ ከለና ምእንቲ ሓጥኣን ሞተ እዩ ዝብለና መጽሓፍ ቅዱስ። ዓመጽቲ ከለና፣ ብመገድና ካብኡ ርሑቓት ከለና እኳ፣ ብፍቕሩ ባዕሉ ዘኪሩና ናብ ምድሓን ካብ ጸውዓናን ዕድል ምድሓን ካብ ሃበናን፣ ብሞት ወዱ ካብ ደሓንና ደኣ ብደሙ ካብ ደሓንና ደኣ ከመይ ይብለና መጽሓፍ ቅዱስ ሮሜ ሓምሻይ ምዕራፍ ክትርእይዎ ትኽእሉ ስለዚ ኣብ ቃሉ ዘሎና ምርዳእ ኣብ ፍቕሩ ዘለና ፍልጠትን ዕምቆትን ብዛዕባ ጉስነቱን ዕቤቱን ንዓና ዘለዎ እግዚኣብሔር ኣረኣእያን ብግቡእ ዘይንርዳእ ሰባት ምዃንና መግለጺና እዩ እቲ ጸሎትና ሓግዘንን ርድኣንን እናበልና ምምሕፃንና ማለት እዩ ዛጊት ኣብ መስቀል ዝሞተ የሱስ ክርስቶስ ቅድሚ 2000 ዓመት እዩ ዕላማ ሞቱ ድማ ንምዉታት ንኣና ህይወት ንምሃብ ንጥፉኣት ንኣና ናብ ኣቦን ናብታ ቀዳመይቲ ቤትናን ንምምላስ ዉሉድ ኣምላኽ ንምግባር ካብ ናይ ዘለኣለም ሞትን ፍርድን ንምድሓን ዕዳ ሓጢኣትና ንምኽፋል ሓጢኣትና ይቕረ ኢሉ ምስ ኣቦ ንምዕራቕ እዩ እዚ ኸኣ ኣብ መስቀል ገይሩ ምስ ወደኦ ተፈጸመ ኢሉ ኣዊጁ እዩ የሱስ ክርስቶስ ስብሓት ንዘለኣለም ንስሙ ይኹን። ድሕሪ እቲ ፍጹም ወይ ድማ ውዱዕ ዕዮ ምድሓን መስቀል የሱስ ክርስቶስ ኣነን ንስኻትኩምን ብዛዕባ እታ ትመጽእ ሃገርን ብዛዕባ ዘለኣለማዊ ህይወትን ክንምሕጸንን ክንሽቑረርን እምበርዶ ኣኣቱ እኸውን እየ ኣብ ዝብል ኣብ እንተታ ክንነብርን ኣይግብኣናን እዩ ብዙሓት ነዚ ምላሽ ክህቡ ክምዚ ኢሎም ይፍትኑ እዮም እሞ ሰብ ስለ ዝኾንና ክንወድቕ ንኽእል ኢና ክንሓጥእ ንኽእል ኢና ይብሉ እዮም እሞ ኣምላኽ እዚ ኸም ዝኸውን ከይፈለጠ ድዩ ኣብ መስቀል ንወዱ ኣሕሊፉ ሂብዎ? ከምኡ እንተ ደኣ ዀይኑ ምናልባት እንተ ወደቕኩ ኢልኩም ትፈርሁ እንተ ዀንኩም፣ ምናልባት እንተ ወደቕኩ ካብ ትብሉሲ ኣይወድቕን እየ ምባል ንምንታይ ዘይትመርጹ? ምናልባት እንተ ሓጣእኩ ካብ እትብሉስ ጽድቂ ዘግብረኒ ጸጋ ኣለኒ ኢልኩም ንምንታይ ዘይትኣምኑ? ንርእስና በዚ ንሕተታ ንወከሳ ብሩኻት። እቲ እወታዊ ነገር ሓዲግና ንምንታይ ኢና ብዙሕ ግዜ ብዛዕባ እቲ ኣሉታዊ ነገር ኣዚና እንፈርህን ንሽቑረርን? ፍርሂ ስቓይ እያ ተምጽእ ብለና መጽሓፍ ቅዱስ። ስለዚ ኣብ ስቓይ እተመልአ ህይወት፣ ኣብ ሻቕሎት እተመልአ ህይወት ንምንታይ ትነብሩ? ኣምላኽ ብክርስቶስ ሓራ መታን ክንከውን ሓርነት ኣውጺኡና እዩ። ፍቕሪ ኣምላኽ ብግቡእ ዝርድኦ ሰብ እታ ፍቕሪ ኣምላኽ ኣብ ልብና ብመንፈስ ቅዱስ ምስ ፈሰሰት እዛ ፍቕሪ እዚኣ ንፍርሃት ተባርራ እያ። ፍርሃት ካባና ምስ ተባረረ ኸኣ ስቓይ ዘይብሉ ህይወት ንነብር። ከምኡ እንተ ደኣ ዀይኑ ፍርሃት ዘይብሉ ስቓይ ዘይብሉ ህይወት ክንነብር እንተ ደኣ ኰይንና ፍቕሪ ኣምላኽ ክርድኣና ኣለዎ ማለት እዩ። ምኽንያቱ ንፍርሃት ካባና እተባርራ እስቲ ርሑው ህይወት፣ ርጉእ ህይወት፣ ሩፍታን እፎይታን እተመልአ ህይወት እተንብረና ፍቕሪ ኣምላኽ እያ። እዛ ፍቕሪ ኣምላኽ እዚኣ ድማ ብሕጂ እትግለጽ ዘይኮነት ኣብ መስቀል እተገልጸት ፍቕሪ እያ። ንኣኣ ክንፈልጣ ግን ንቓሉ ክንፈልጦ ብቓሉ ኣቢልና ንኣምላኽ ኣጸቢቕና ክንቀርቦን ክንፈልጦን ይግብኣና። ቃሉ ልዕሊ ምንም ነገርን ልዕሊ ማንም ነገርን ክንተኣማመነሉ ዝግብኣና ጸግዒ እዩ። ምኽንያቱ ቃሉ ካብ ዝሓልፍ ሰማይን ምድርን ክሓልፍ ከም ዝቐልል ጎይታ ባዕሉ ኪዳን ኣትዩልና ኣሎ ማለት ዘይሓልፍ ዘይፈርስ ዘይጥለም ኪዳን እዩ ቃል እግዚኣብሔር እዚ ምዃኑ እንተደኣ ተረዲኡና በቲ ዘይሓልፍን ዘይጥለምን ሓቀኛ ኪዳን ቃል እግዚኣብሔር ክንኣምን የድልየና እዚ እንተደኣ ኣሚንና ከኣ ኣብ ግዜ ምጽኣቱ ከም እንተርፍ ወይ ከም ዘይንድሕን ወይ ብምኽንያት ውድቀትናን ብምኽንያት ሓጢኣትናን ምድሓን ከም ዘይንረክብ፣ ህይወት ከም ዘይንረክብ ጌርና ንሓስቦ እንተ ደኣ ዄንና፣ ኣምላኽ ምንም ከም ዘይፈልጥ፣ ንሕና ልዕሊ ኣምላኽ ከም እንፈልጥ፣ ፍቕሪ ኣምላኽ ውሑድ ከም ዝዀነ፣ ናትና ጸሎት ግና ልዕሊ ፍቕሪ ኣምላኽ ዓብዪ ኸም ዝዀነ ንእመን ኣሎና ማለት እዩ። እዚ ኸኣ ጌጋ እዩ። ዳዊት እየ ዝብል ዘለኹ። ኣብ ዘበን ብሉይ ኪዳን ኮይኑ ጉስነት ኣምላኽ ስለ እተረድኦ፣ እግዚኣብሄር ጓሳየይ ኢሉ ካብ ላዕሊ ክጅምር ከሎ ሀ ኢሉ፣ እታ ጉስነት እግዚኣብሄር ጓሳየይ'ዩ ዝበለላ ቃል ምሉእ ብምሉእ ስለ እተረድኣቶ፣ ውሽጣን ውሻጢኣን ኩሉ ምስ ተዛረበን ምስ ረኣየን ኣብ መወዳእታ ዝበሎ እንታይ'ዩ ናይታ መዝሙር ናይ መወዳእታ ሓሳብ ኣብ ቤት እግዚኣብሄር ከኣ ንዘልኣለም ክነብር'የ። ክብሪ ንኣምላኽ ይኹን እምበኣር ብሩኻት ኣሕዋተይን ኣሓተይን ኣነን ንስኻትኩምን ድማ ኣብ ሓድሽ ኪዳን ዘለና ሰባት ልዕሊ እቲ ኣብ ብሉይ ኪዳን ኮይኑ እዚ ምርዳእ እዚ ብርሑቕ ዝረኣየ ዳዊት ምርዳእና ክዓቢ ይግብኦ ፍልጠትና ክዓቢ ይግብኦ ምትምማና ክዓቢ ይግብኦ እቲ ሕያዋይ ጓሳ ገና ናብ ምድሪ ከይተገልጸን ከይመጸን ከሎ እዩ ዳዊት ብመንፈስ ትንቢት ኣርሒቑ ናይቲ ሕያዋይ ጓሳ ጉስነትን ብቕዓትን ተረዲኡ ብሳላ እቲ ሕያዋይ ጓሳን ጉስነቱን ኣብ ቤቱ ንዘለኣለም ክነብር ኢሉ ተኣማሚኑ። ኣነን ንስኻትኩምን ኣብ ሓድሽ ኪዳን ንነብር ሰባት ደኣ ክንደየናይ ኣብቲ ሓድሽ ኪዳን እተገልጸሉን እተኸፍተሉ ዘመን ኣብቲ እቲ ሕያዋይ ጓሳ ርእሱ ዝገለጸሉን ህይወቱ በጃ ኣባጊዕ ኣሕሊፉ ዝሃበሉን ዘመን ኰይንና ብጉስነቱ ክንተኣማመን ደኣ ክንደይ ዘይግብኣና ስለዚ እዚ ሓሳብ እዚ ሒዝና ናብ ሓድሽ ኪዳን ክንመጽእ ኢና። ኣብ ሓድሽ ኪዳን ድማ እንተ ርኢና ጎይታና የሱስ ክርስቶስ ባዕሉ ብዛዕባ ገዛእ ርእሱ ከምዚ ኢሉ ይነግረና። ወንጌል ዮሃንስ ምዕራፍ ዓሰርተ ፍቕዲ ዓሰርተን ዓሰርተ ሓደን መጽሓፍ ቅዱስ እንታይ ይብል? ኣብ ሓዱሽ ኪዳን እየ ዝንበልኩም ዘለኹ ወንጌል ዮሃንስ ምዕራፍ ዓሰርተ ፍቕዲ ዓሰርተን ዓሰርተ ሓደን ኣብ ፍቕዲ ዓሰርተ ከምዚ ይብል ሰራቒ ብጀካ ክሰርቕን ኪሓርድን ኬጥፍእን ኢሉ ኣይመጽን እዩ ኣነ ግና ህይወት ምስ ተረፉ ምእንቲ ክረኽባ እየ ዝመጻእኩ ይብል ህይወት ምስ ተረፉ ኣብ ፍቕዲ ዓሰርተ ሓደ እቲ ሕያዋይ ጓሳ ኣነ እየ። እቲ ሕያዋይ ጓሳ ህይወቱ በጃ ኣባጊዑ የሕልፋ። ውርድ ኢልና ፍቕዲ ዓሰርተ ኣርባዕተ እንተሪእና ድማ ሕያዋይ ጓሳ ኣነ እየ፣ ነባጊዐይ እፈልጠን እተን ኣባጊዐይ እውን ይፈልጣኒ እየን ይብለና። ስብሓት ንኣምላኽ ይኹን። እምበኣር ረኣዩ ብዚ ቃል እዚ የሱስ ክርስቶስ እንታይ እዩ ዝብል ዘሎ? እቲ ሕያዋይ ጓሳ ኣነ እየ። መዓስ እዩ ከምኡ ኢልዎ? ድሕሪ ዳዊት ሓደ ሽሕ ዓመት። ዳዊትን የሱስ ክርስቶስ ኣብ ምድሪ ዝነበረሉ ግዜን ክንርእዮ ከለና ዳዊት ዝነብረሉ ዘመን ዝነብረሉ ዝነበረ ዘመን ቅድሚ የሱስ ክርስቶስ ሓደ ሽሕ ዓመት ኣቐዲሙ እዩ። ስለዚ እንታይ ማለት እዩ? ክርስቶስ እቲ ሕያዋይ ጓሳ ናብ ምድሪ ብኣካል ብስጋ ቅድሚ ምምጽኡ ኣብ መስቀል እቲ ሕያዋይ ጓሳ በጃኻን በጃኽን በጃይን ቅድሚ ምሟቱ ሕያውነቱ ህይወተይ በጃተን ኣባጊዐይ የሕልፋ ዝበሎ ቃል ብግብሪ ኣብ መስቀል ቅድሚ ምግላጹ ሓደ ሽሕ ዓመት ኣቐዲሙ ዳዊት ብመንፈስ ትንቢት ብርሑቕ ነዚ ከምዚ ዝኣመሰለ ሕያውነት ጉስነት የሱስ ክርስቶስ ርእይዎ። ሃለሉያ! ብርሑቕ ብመንፈስ ስለ ዝረኣዮ ድማ ነዚ ሕያውነት ዝርእዎ፣ ነቲ ፍቕሪ እትርእዎ፣ ነቲ ኣብ መስቀል እተገልጸ ፍቕሪ ከምቲ ኢሳይያስ ኣብ ሓምሳን ሰለስተን ገሊጽዎ ዘሎ ምሉእ ስቓይ መስቀል የሱስ ክርስቶስ ብማዕዶ ብሓይሊ መንፈስ ቅዱስ ዝረኣዮ ዳዊት ድማ ምሉእ ጉስነት እግዚኣብሔርን ሓልዮትን ብክርስቶስ የሱስ ንህዝቡ እተገልጸ በጃነትን ርእዎ ስለዚ መዝሙር ዕስራን ሰለስተን ዘሚርዎ ፍጹም ተኣማሚኑ ብርሑቕ ምስ ረኣዮ ገና እቲ ፍጻሜ ከይመጸ ከሎ። ኣነን ንስኻን ንስኽን ግና እቲ ፍጻሜ ኣብ እተወድኣሉ ዘመን ክርስቶስ የሱስ እቲ ቓሉ ብግብሪ ኣብ ዝቐየረሉ ዘመን በጃነቱ ኣብ መስቀል ኣብ ዝገለጸሉ ዘመን ኢና ንነብር ዘሎና። ኣብዚ ዘመን እዚ እናነበርና እምበኣር እቲ ፍቕሩን ለውሃቱን ምሕረቱን ሕያውነቱን ኣብ እተገልጸሉ ዘመን ኰይንና ንኣምላኽ ክንጠራጠሮ ኣይግብኣናን እዩ። ምሉእ ብምሉእ ክንኣምኖ ይግብኣና እዩ። ዳዊት ከይረኣየ ከሎ እዩ ኣሚኑ። ንሕና ግና ኣብ እተራእየሉን ነገራት ኣብ እተፈጸመሉን ኣብ እተጋህደሉን ዘመን ኢና እንነብር ዘለና። ክርስቶስ ኣብ መስቀል ሞይቱ እዩ። ምእንቲ ሓጢኣትና ሞይቱ፣ ምእንቲ ጽድቅና ድማ ተንሲኡ እዩ። ስለዚ ፍቕሩ ኣብ መስቀል ተገሊጹ እዩ። እቲ ዕዮ ምድሓን ተወዲኡ እዩ። ከምቲ ዝበሎ ከምኡ ኮይኑ እዩ። ክደግሞ እየ ከምቲ ዝበሎ ከምኡ ኮይኑ እዩ ስለዚ ኣብዚ ነገራት ኣብ ክውንነት ዝተቐየሩሉ ዘመን ትነብር ዘለኻ ንስኻ ብክርስቶስ የሱስ ምድሓን ዝረኸብካ ንስኻ እግዚኣብሄር ጓሳየዩ ክትብል ትኽእል ኢኻ ኣጸቢቕካ ትኽእል ኢኻ ኣጸቢቕኪ ትኽእሊ ኢኺ ኣጸቢቐ እኽእል እየ ምኽንያቱ ባዕሉ እቲ ሕያዋይ ጓሳ ኣነ እየ ኢሉና እዩ የሱስ ክርስቶስ ዝኾነ ይኹን ኣብ ምድሪ ኣሎ ዝበሃል መራሒ ወይ ብገለ ቤተ እምነታት ዝእመን መራሒ ዝበሃል ካልእ ኣነ እቲ ሕያዋይ ጓሳ ዝበለ የለን። እቲ ደገ ኣባጊዕ ኣነ እየ ዝበለ የለን ብጀካ የሱስ ክርስቶስ ስብሓት ንዘለኣለም ንስሙ ይኹን። ነባጊዐይ እፈልጠን እየ ዝበለ ዝኾነ ይኹን ካልእ ጓሳ የለን። ሳተን ከዓ ድምፀ የለልያ እየን ዝበለ ካልእ ጓሳ የለን። ጓሳና የሱስ ክርስቶስ ጥራሕ እዩ። ኣባጊዑ ዝፈልጥ ኣባጊዑ ከኣ ዝፈልጣኦ ድምፀይ የለለያ እየን ዝበለ ዝኾነ ይኹን ካልእ ጓሳ የለን። ንህይወተይ በጃትን ኣባጊዐይ እሕልፋ ዝበለን ዝገበረን ካልእ ጓሳ የለን። በጃ ኣባጊዑ ህይወቱ ኣብ ዝኾነ ይኹን በጃ ዝሓለፈ ኣብ መስቀሊ ወይስ ኣብ ካልእ በጃ ዝሕለፈ ዝኾነ ይኹን ካልእ ጓሳ መራሒ ዝበሃል ካልእ ቤተ እምነት የለን። የሱስ ክርስቶስ ጥራሕ እዩ ዝበሎ ዝገብር። ስብሓት ንዘላለም ንስሙ ይኹን። እቲ ሰራቒ ክሰርቕ እዩ ዝመጽእ ኢሉ፣ እቲ ሰራቒ ክሓርድ እዩ ዝመጽእ ኢሉ፣ እቲ ሰራቒ ከጥፍእ እዩ ዝመጽእ ኢሉ። መን እዩ እቲ ሰራቒ? ዲያብሎስ እቲ ናይ ጥንቲ ተመን። ኣነ ግና ህይወት ምስ ተረፉ ክረኽባ እየ ዝመጻኹ ኢሉ። እምበኣር እዚ ሓሳብ እዚ ሒዝና እቲ በረኸት ዝብል ቃል ክንርእዮ ኢና ደጊምና። ምኽንያቱ ንመሃረሉ ዘልና ርእሰ ሓሳብ ምህሮና በረኸት እንታይ እዩ ዝብል ሓሳብ ስለ ዝኾነ። ኣብዛ መዝሙ ኣብዛ መዝሙር ዕስራን ሰለስተን ምስኣ ድማ ወንጌል ዮሃንስ ምዕራፍ ዓሰርተ ፍቕዲ ዓሰርተን ዓሰርተ ሓደን ኢና ዘሎና። ኣብኣ ኮይኑ እምበኣር ነቲ ንመሃሮ ዘልና ርእሰ ሓሳብ ደጊመ ከምጽኦ ናባኻትኩም። በረኸት ኢና ንመሃር ዘለና። እንታይ እዩ በረኸት? ብዙሕ ግዜ ክንምልሾ ዘጸግመና ብዙሕ ሽዓ ደጋጊምና ንፈልጦ ቃል እዩ። በረኸት ዝብል ቃል ኩሉ ሰብ እዩ ዝፈልጦ። ብዙሓት ደቂ ተባዕትዮ ከኣ በረኸት ዝበሃል ሽም ኣለዎም ኣብ ህዝብና። ኣብ ኩሉ ናብራ ህይወትና ኣብ ከናፍርና ዝዝውተር ቃል እዩ። ግን እንታይ ማለት እዩ በረኸት? ሓጺር መግለጺ ክነግረኒ ዝኽእል ሰብ ዶ ኣሎ? ሓጺር መግለጺ እዩ። በረኸት እንታይ እዩ? ብሩኽ ዝብል ቃል ኣብ ከናፍርና ኣሎ በረኸት ዝብል ቃል ብርኽቲ ዝብል ቃል ብሩኻት ዝብል ቃል ኣብ ከናፍርና ኣለዉ እዚኦም ኩሎም ብሩኽ ብርኽቲ ብሩኻት ዝብሉ ቃል መንቀሊኦም ሱር ቃሎም በረኸት ዝብል ቃል እዩ ካብ በረኸት እዮም ነቒሎም ስለዚ በረኸት ዝብል ቃል ተደኣ ተረዲኡና ብሩኽን ብርኽትን ብሩኻትን ዝብሉ ቃላት ክርድኡና ቀሊል ይኾኑ ማለት እዩ ወይ ቀለልቲ ይኾኑ ስለዚ ክውከሰኩም እንታይ ማለት እዩ በረኸት ማለት እንታይ ምበልኩም ብቓላትኩም ግለጹለይ። ብጹእ ኩሉ ምኽዋን ሕራይ እግዚኣብሔር ይባርኽኩም። ካልኣይ ግዜ ብጹእ ዝብል ቃል ሰማዕ ኣለኹ። ካልኦት ከ እንታይ ትብሉ? ሕራይ ብዙሕ ሓሳባት ክቀርብ ይኽእል እዩ እግዚኣብሔር ይባርኩም ተፈላለዩ ሓሳባት ትህቡኒ ኣለኹም ተባረኹ ሓጺር ቃል ክነግረኩም በረኸት ማለት ሓጺር መግለጺኡ ኣኺሉ ምትራፍ ማለት እዩ ኣኺሉ ምትራፍ ወይ ምብዛሕ ማለት እዩ ወይ ከዓ መሊኡ ምጅርባብ ምውሓዝ ዝብሉ ቃላት የርእየና በረኸት ማለት እንጌራ ትበልዕ ጸጊብካ ድማ ተትርፍ ነገራት ይወሃበካ መሊኡ ክሳዕ ጅርብብ ይህቡኻ ስለዚ እቲ ምልኣት ሓደ ክኸውን ከሎ ካብቲ ምልኣት ተሪፉ ኣብቲ መትሓዚ ጀበብ ኢሉ ፈሲሱ ዘሎ ካልእ እሱ በረኸት እዩ ትትርፊ ማለት እዩ ዝበልኩሞ ኩሉ ኣብ ቦትኡ ኮይኑ ማለት እዩ ስለዚ ኣብ ኩሉ ነገር ምልኣትን ትርፉን ዝበሃሉ ቃላት እዚኦም በረኸት የርእዩና። ምልኣትን ጀርበቡን ስለዚ በረኸት ማለት ምልኣትን ጀርበቡን፣ ምልኣትን ትርፉን፣ ምልኣትን መኽሰቡን ማለት እዩ። እዚ ሓሳብ እዚ እምበኣር ካብ ሓዝና መን እዩ ብሩኽ? ብርኽቲ ኸ መን እያ? ብሩኻት ዝበሃሉ ኸ መን እዮም? ብሓደ ፍሉይ መዐቀኒ ዝረኣዩ ኣብ ፍሉይ ብራኸ ዘለዉ ክቕረቡ ዘይክእሉ ሰባት ጥራሕ ድዮም ብሩኻት ክበሃሉ ዝኽእሉ ወይስ ኩሉ ድዩ ብሩኽ ክበሃል ዝከኣል እንታይ ይመልኩም መን እዩ ብሩኽ ብርኽቲ ከመን እያ ሃብታማት ዝብል ቃል እርኢ ኣለኹ እሰምዕ ኣለኹ መን እዮም እቶም ሃብታማት ክኸውን ይኽእል እዩ ግን ብክልተ መልክዕ ክንሪኦ ንኽእል ሃብታማት ናይዛ ምድሪ ስጋዊ ሃብቲ ዘለዎም ወይ መሬታዊ ሃብቲ ዘለዎም ሰባት ብሩኻት እዮም እንተ ኢልና ምናልባት ክንጋገ ንኽእል ኢና ንምንታይ መስለኩም ኣብ ምድሪ ኣለዉ ካብ ዝበሃሉ ሃብታማት እቶም ሃብታማት ዝበሃሉ ኣዝዮም ሃብታማት ዝበሃሉ መብዛሕቶም ብስርቂ ዝሃብቶም እዮም ብዓመጽ ብጎነጽ ንኣብነት ማፍያ ዝብሃሉ ኣብ በዓል ሃገረ ጥልያንን ካልኦት ሃገራትን ውሩይ ስም ዘለዎም መንግስትን ፖሊስን ክረኽቦም ዘይክእል ኣጽዋር ዘለዎም ገንዘብ ዘለዎም ድራግ ዝሸጡ ውሽጣውናውት ሰባት ዝሸጡ እዚ ድራግ ክበሃል ከሎ ብሓደ ኪሎ ብክልተ ኪሎ ዘይኮነሲ ብኣሽሓት ካልእ እውን ከምኡ ዝኣመሰለ ዘይሕጋዊ ንግድታት ዘዘውትሩ ኣብ ካዚኖ ዝበሃል ነገር ቁማር ዝቋመሩ እዚኦም ብዙሓት ሃብታማት ኣለዉ። እዚኦም ሃብታማት እዚኣቶም ሃብቶም በረኸት እዩ ክንብሎ ኣይንኽእልን ኢና። ሰብ ቀቲሎም ዝሃብተሙ ሰሪቆምን ዓሚጾምን ዝሃብተሙ ወነንቲ ብዙሕ ገንዘብ ስለ ዝኾኑ ገንዘቦም መሊኡ ፈሲሱ ስለዚ እዚኦም በረኸት እዮም ተባሪኾም እዮም ክንብሎም ኣይንኽእልን ኢና በቶም ሓጥኣን ኣይትቕናእ ኢሉ መዝሙር ሰላሳን ሸውዓተን ስጋኦም ምስ ሰብሐ ጅቦኦም ዝመልአ ሓጥኣን ዓመፅቲ ክፉእ ዝገብሩ ሰባት ኣብ ምድሪ ብዙሓት እዮም ስለዚ በረኸት ማለት ናይ ሃብቲ መግለፂ ከምዘይኮነ መጀመርያ ክተስምርሉ ዝግባኣኩም ሓሳብ እዩ ኩሉ ሃብታም ተባሪኹ ኢልና ወይ ከኣ በረኸት ዘለዎ እዩ ኢልና ክንገልጾ ኣይንኽእልን። ንሱ እቲ ከምኡ ዝኣመሰለ ዓመጽ እናገበረ ዝሃብተመ እናፈለጠ እግዚኣብሄር ባሪኹኒ እንተበለ መሸፈኒ ቃላት ጥራሕ ምዃኑ ክንሓስብ ይግብኣና። ግን ብሩኽ ዝበሃል መን እዩ? መጽሓፍ ቅዱሳዊ ሓሳብ ብቃል እግዚኣብሄር ተመርኲስና ክንርእዮ ከለና ገለ ሓሙሽተ ሽዱሽተ ነጥቢ ክህበኩም እየ። ቀዳማይ ብሩኽ ዝበሃል ብርኽቲ ትበሃል ወይ ብሩኻት ዝበሃሉ እንመን እዮም? መን እዩ ዝብል ቃል ንምምላስ ተቐዳማይ መልስና መጽሓፍ ቅዱሳዊ ሓሳብ ብመልክዕን ምስልን ኣምላኽ እተፈጥረ ሰብ ንሱ ብሩኽ እዩ ይብሎ መጽሓፍ ቅዱስ። ብመልክዕን ምስልን ኣምላኽ እተፈጥረ ሰብ እቲ ብሩኽ ዝበሃል ንሱ እዩ። ብመልክዕ ኣምላኽ እተፈጥረ ብምስሊ ኣምላኽ እተፈጥረ ሰብ እዚ ኣየናይ ሰብ እዩ? ዘፍጥረት ሓደ ዕስራን ሽዱሽተን ዕስራን ሸሞንተን ክንርኢ ከለና እቲ ናይ መጀመርያ ቅድሚ ውድቀት ዝነበረ ኣዳም ምዃኑ መጽሓፍ ቅዱስ ይነግረና። እቲ መጀመርያ ተፈጥረ ቅድሚ ውድቀት ዝነበረ እዛ ቅድሚ ውድቀት ዝነበረ ትብል ቃል ኣስምሩላ። ቅድሚ ውድቀት ዝነበረ ኣዳም ክፍጠር ከሎ ብመልክዕ ኣምላኽ ተፈጢሩ ብምስሊ ኣምላኽ ተፈጢሩ ብመልክዕን ምስልን ኣምላኽ ስለ ተፈጥረ ኣብቲ መልክዕን ምስልን እግዚኣብሔር በረኸት ደኣ እምበር መርገም የልቦን። ሃለሉያ! እዛ ናይ መወዳእታ ቃለይ ኣስምሩላ ኣብ መልክዕን ምስልን እግዚኣብሔር መርገም ዘይኮነ በረኸት እዩ ዘሎ ኣብቲ መልክዕን ምስልን ኣምላኽ ዘለዎ መርገም የልቦን ኣስምሩሉ እንታይ ደኣ በረኸት ምክንያቱ ኣብ መልክዕን ምስልን ኣምላኽ በረኸት ጥራሕ እዩ ዘሎ ስለዚ ተቐዳማይ ሰብ ቅድሚ ውድቀት ዝነበረ ሰብ ክፍጠር ከሎ ከመይ ተፈጢሩ መልክዕን ምስልን ኣምላኽ ዘለዎ ፍጥረት ኮይኑ ተፈጢሩ ድሕሪኡ እንታይ ኮይኑ? ተባሪኹ። መጽሓፍ ቅዱስ ከምኡ ይብለና። ክንነቦ እምበኣር እቲ ቓል እንታይ ከም ዝብል ስምዕዎ። ዘፍጥረት ምዕራፍ ሓደ ፍቕዲ ዕስራን ሽዱሽተን ዕስራን ሸሞንተን። ኣምላኽ ከኣ ብመልክዕና ኸም ምስልና ሰብ ንግበር፣ ንዓሳ ባሕርን ንዕዋፍ ሰማይን ንእንስሳን ብዘላ ምድርን ኣብ ምድሪ ለመም ንዝብል ኵሉ ለመምታን ይግዝኡ በለ። ኣምላኽ ድማ ብመልክዑ ሰብ ፈጠረ፣ ብመልክዕ ኣምላኽ ፈጠሮ፣ ተባዕታይን ኣንስተይትን ገይሩ ፈጠሮም። ኣምላኽ ከኣ ይብል ሽዑ ፍቕዲ ዕስራን ሸሞንተን፣ ባረኾም። ኣስምሩሉ፣ ኣምላኽ ከኣ ታይ ገበሮም? ባረኾም። ኣምላኽ ድማ ፍረዩን ተባዝሑን፣ ንምድሪ ኸኣ ምልእዋን ምለኽዋን፣ ንዓሳ ባሕርን ነዕዋፍ ሰማይን፣ ኣብ ምድሪ ለመም ንዝብል ኵሉ እንስሳን ከኣ ግዝኡ በሎም። የሱስ ክርስቶስ ጐይታ እዩ። ስብሓት ንኣምላኽ ይኹን። እቲ ንባብ ሰሚዕኩምዎ ኣለኹም። ካብኡ ገለ ሓሳባት ክትሕዘኩም። መጀመርያ እቲ ንባብ ክጅምር ከሎ እንታይ እዩ ዝብል ዘሎ? ኣምላኽ ከኣ ብመልክዕናን ከም ምስልናን ሰብ ንግበር ኢሉ ከመይ ከም መልክዕና ከም ምስልና ስለዚ እቲ እግዚኣብሔር ዝፈጠሮ ሰብ ንኣምላኽ ዝመስል መልክዕን ምስልን ውሽጣዊ መንነት ዘለዎ ኮይኑ ተፈጢሩ ግዳማዊ ሕብሪ ቆርበት ኮነ ቅርፂ ኣካላት ዘይኮነ ውሽጣዊ ባህርያዊ ተፈጥራዊ መንነቱ ንኣምላኽ ዝመስል እዩ ምክንያቱ ወላዲ ውላዱ ክወልድ ከሎ ንኡ ዝመስሉ እዩ ዝወልድ ኣምላኽ ድማ ንኡ ዝኸውን ዝመስል ሰብ ንኡ ዝኸውን ሰብ ፈጢሩ ብምስሉ ስለ ዝፈጠሮ ምስሊ ኣምላኽ ዝሓድሮ መልክዕ ኣምላኽ ዘለዎ ስለ ዝኾነ እዚ መልክዕን ምስልን ኣምላኽ እንታይ እዩ ተዳኢልና እግዚኣብሔር ብሩኽ እምበር እግዚኣብሔር ርጉም ኣይኮነን ኣስምሩሉ እምበኣር መሲሉ እተፈጠረሉ ተቐዳማይ ኣዳም ንኣምላኽ ስለ ዝኾነ ኣምላኽ ከዓ ብሩኽ ብምዃኑ ነቲ ዝፈጠሮ ሰብ ባርኾ ይብለና መጽሓፍ ቅዱስ ባርኾም ትብል ቃል ኣስምሩላ ኢለኩም ኣለኹ ድሕሪ ምብራኹ እግዚኣብሔር እቲ በረኸት ኣብ ሰብ ዘምጽኦ ውጽኢት ተርኢናዮ ስዒቡ ዝብል ቃል እንታይ ይመስለኩም? ቀዳማይ ምፍራይ ኣምጺኡ ናብ ሰብ ፍረዩ ኢልዎም ምስ ባረኾም። ካልኣይ ምብዛሕ ኣምጺኡ ብዝሑ ኢልዎም። ረኣዩ ኣንተወታ ኢለኩም ነይረ በረኸት ማለት ኣኺሉ ምትራፍ ምብዛሕ፣ ምውሓዝ፣ ምጅርባብ ማለት እዩ ኢለኩም ነይረ። ስለዚ ምስ ባረኹም ምፍራይ ተራእዩ ኣብ ህይወት ኣዳምን ሄዋንን ወይ ከኣ እቲ ቀዳማይ ሰብ። ፍረዩ ኢልዎም ተባዝሑ ኢልዎም። ስለዚ ምፍራይን ምብዛሕን ክልተ ነጥቢ ርኢና። ካልኣይ ከ ምምላእ ንምድሪ ምልእዋ ኢልዎም። ሳልሳይ ይቕሬታ ሳልሳይ ምምላእ ቀዳማይ ምፍራይ ሳልሳ- ካልኣይ ምብዛሕ ሳልሳይ ከኣ ምምላእ ንርኢ። ራብዓይ ምምላኽ ዶሚን ግበሩ ወይ ከኣ ግዝኡ። ዓብልሉ ዝብል ቃል ሂቦም ስለዚ ምምላኽ ወይ ከዓ ምለኹ ኢልዎምስ ራብዓይ እዚ ሓምሻይ ድማ ምግዛእ ግዝኡ ክብሎም ከሎ ንርኢ እዚ ኩሉ ድሕሪ ምብራኽ ኣምላኽ ኣብ ሰብ ወይ ከዓ በረኸት ኣምላኽ ኣብ ሰብ ድሕሪ ምሕዳሩ ሰብ ዝረኸቦ ውፅኢት ናይቲ በረኸት እዩ ስለዚ በረኸት እምበኣር ኣብ ህይወትካ እንታይ እዩ ዘምፅእ ምፍራይ ምብዛሕ ምምላእ ምምላኽ ምግዛእ እዚ ጸጋታት እዚ ኣብ ህይወትካ ክገሃድ ይገብሮ እቲ በረኸት ናይቲ በረኸት ተመቃሊ ክትከውን ዝገበረካ ቀንዲ መንነትካ ከዓ ንኣምላኽ ዝመስል ምስልን መልክዕን ስለ ዘሎካ እዩ እምበኣር ኣዳም ንኣምላኽ ዝመስል መልክዕን ምስልን ስለ ዝነበሮ ተባሪኹ እምበር ኣይተረግመን። እተባረኸ ሰብ ከኣ ዚፈሪ፣ ዚበዝሕ፣ ዚመልእ፣ ዚመልኽ፣ ዚገዝእ ይኸውን ኣብ ኩሉ ጽፍሒ ህይወት። ስብሓት ንኣምላኽ ይኹን። እዚ ናይቲ ዝትባረኽ ሰብ ህይወት ፍረ ኪኸውን ከሎ፣ ዝባረኽ ሰብ መን እዩ ወይ እተባረኸ ሰብ መን እዩ ዚብል ድማ ኩሉ ብዓል ገንዘብ ዘይኮነ፣ ዝባረኽ ወይ ከኣ እተባረኸ እዩ ዝበሃል በዓል ሃብቲ ዘይኮነ፣ ዝተባረኸ ዝበሃል ንኣምላኽ ዝመስል መልክዕን ምስልን ዘለዎ ሰብ እዩ። ስብሓት ንኣምላኽ ይኹን። የሱስ ክርስቶስ ጎይታ እዩ። ካልኣይ ነጥቢ፣ ብሩኽ መን እዩ? ብርኽቲ መን እያ? ብሩኻት እንመን እዮም? ንዝብል ሕቶ ካልኣይ ምላሽ፣ እቲ ብክርስቶስ ዳግም ልደት ረኺቡ ሓድሽ ፍጥረት ዝኾነ ሰብ፣ ኣብቲ መጀመርያ ብመልክዕን ምስልን ኣምላኽ እተፈጥረ ሰብ ኢልናዮ፣ ቅድሚ ውድቀት ዝነበረ ኣዳም ስለ ዝኾነ። ደሓር ውድቀት ስለ ዝኣተወ ናይ ሰብ በረኸት ኣጥፊእዎ ጸኒሑ፣ ምኽንያቱ ሰብ ስለ ዝወደቐ። ኣብ ሓጢኣት ብምእታዉ ሓጢኣት ውርደት ህዝብታት እዩ ይብል መጽሓፍ ቅዱስ። እዚ ውርደት ድማ ንኣዳም ኣብ ውርደትን ኣብ ውድቀትን ስለ ዘእተዎ በረኸት ካብ ሰብ ርሒቑ ጸኒሑ ርጉም ኮይኑ ጸኒሑ ሰብ። ካበይ ክሳዕ ኣበይ? ካብ ድሕሪ ውድቀት ክሳብ ምምጻእ የሱስ ክርስቶስ። ድሕሪ ምምጻእ የሱስ ክርስቶስ ናብ ምድሪ ወይ ከኣ ድሕሪ ምኽፋት ሓድሽ ኪዳን ካልእ ሓድሽ ታሪኽ ኣብ ሰብ ተጀሚሩ። እቲ ናይ ሓድሽ ኪዳን ማእከላይ ጎይታና የሱስ ክርስቶስ በጃ ሰባት ስለ ዝሞተ ብሞቱ ሓድሽ ልደትን ሓድሽ ህይወትን ንሰብ ብምሃቡ እቲ ወዲቑን ተረጊሙን ዝነበረ ሰብ ሓድሽ ፍጥረት ኮይኑ። ስብሓት ንኣምላኽ ይኹን። ንሱ ንስኻ ኢኻ፣ ንሱ ንሳ ንስኺ ኢኺ፣ ንሳቶም ንሕና ኢና። መን? እቶም ብክርስቶስ ካብ ውድቀት ተመሊስና ዝተንሳእና፣ ካብ ሞት ተንሲእና ህይወት ዝረኸብና፣ ጠፊእና ዝነበርና፣ ተባሪርና ዝነበርና፣ ናብ ኣቦና፣ ናብ ጓሳናን ናብ መድሓን ነፍስናን እተመለስና ሰባት፣ ዳግም እተወልዱን ሓድሽ ፍጥረት ዝረኸቡን ሰባት ንበሃል። ስለዚ ኣብ መንጎ ተኾሊፉ ዝጸንሐ በረኸት ሰባት ብምኽንያት ውድቀት ኣዳም እዩ ነይሩ። ኣብ ዘበን ብሉይ ኪዳን ሰብ ኣብ ትሕቲ መርገም ይነብር ነይሩ። ብዙሓት ኣብ ሓድሽ ኪዳን ከም ዘለዉ ርእሶም ዘይቆጽሩ ሰባት ኣብ ዘበን ሓድሽ ኪዳን ኮይኖም ኣማኒ እውን መርገም ኣለዎ ኢሎም ዝኣምኑ ሰባት ኣለዉ። ተጠንቂቕኩም ስምዑኒ። ከምዚ ዝኣመሰለ እምነት ዘለኩም ሰባት ንቓል እግዚኣብሔር ተሕስርዎ ኣለኹም። ንሞት የሱስ ክርስቶስ ድማ ተዋርድዎ ወይ ከኣ ተቆናጽብዎ ኣለኹም። ነቲ በጃኻትኩም እተኸፍለ ዋጋ ኸም ንእሽቶ ጌርኩም ትቖጽርዎ ኣለኹም። ኣገልገልቲ ኹኑ ወይስ ምእመናን? እቶም መርገም ኣለካ እሞ ክስበረልካ እዩ ትብልዎ ብክርስቶስ ዝደሓነ ሰብ እንተ ደኣ ኮይኑ ፈጺምኩም ምስ ምሁር ኣምላኽ ትጋጨውን ትራጸሙን ስለ ዘለኹም ደው ኢልኩም ሕሰቡ ደጊመ ክብል እየ ብክርስቶስ ዝደሓነ ሰብ እንተ ደኣ ኮይኑ እየ ዝብል ዘለኹ ብክርስቶስ ምድሓን ዘይረኸበ ሰብ ድሕሪ ውድቀት ኣዳም ኣብቲ ቀዳማይ ኣዳማዊ ህይወት ይነብር ፍጥረታዊ ሰብ ኮይኑ ይነብር ስለ ዘሎ ኣብዚ ሰብ እዚ መርገም ኣሎ እንተበልና ቃል እግዚኣብሔር ኣይቃረነናን እዩ ወይ ኣይጻረረናን እዩ። እቲ ብክርስቶስ ሓድሽ ህይወት ዝረኸበ ሰብ ግን እንሆ ኩሉ እቲ ብሉይ ሓሊፉ ሓድሽ ኮይኑ ስለ ዝብል ቃል እግዚኣብሔር ብሉይ መንነቱ ካብ ወለዲ ዝመጸ፣ ካብ ዓሌት ዝመጸ፣ ካብ ዝኾነ ይኹን ዝመጸ ዝበሃል መርገም ክሳዕ መስቀል የሱስ ይመጽእ። ኣብቲ መስቀል ግን ብሓደ ቃል ፍጻሜ ይረክብ። ክርስቶስ በጃ ሓጥኣን ብምሟቱ፣ ሓጢኣት እንዳ ኣቦ፣ ሓጢኣት እንዳ እኖ፣ ሓጢኣት ውልቅኻ፣ ሓጢኣት ዘርእኻ፣ ኩሉ ንስኻ ናብ ክርስቶስ ምስ መጻኻ በቲ መስቀል ክሓልፍ ኣይክእልን እዩ። ኣብቲ መስቀል ይኹለፍ፣ ሓጢኣት ዝበሃል ኣብኡ እዩ ዝራገፍ። ምኽንያቱ እቲ መስቀል ሕድገት ሓጢኣትን ሓድሽ ኪዳንን ስለ ዝሃበ። በቲ ሓድሽ ኪዳን ኣምላኽ ምሳኻ ሓድሽ ዝኾነ ካልእ ኪዳን ኣትዩ ኣሎ። ከምቲ ኣብ ዘበን ብሉይ ኪዳን ዝነበረ ዝኹንን ዝፈርድ እዚ እንተዘይገበርካ እዚ መርገምዚ ክስዕበካ እዩ ዝብል ቃል ዘይኮነ ብሞት የሱስ ክርስቶስን ብትንሳኤኡን ኩሉ ክሳዕ እቲ መስቀል ዝነበረ ሓጢኣትካ ብመስቀል ሕድገት ረኺቡ ማለት ብሞት የሱስ ክርስቶስ ሕድገት ረኺቡ ብደም የሱስ ክርስቶስ ሓድሽ ኪዳን ተኸፊቱ ናብ ሓድሽ ህይወት እትሰግረሉ ካልእ ህይወት እዩ። ድሕሪ መስቀል ካልእ ሓድሽ ህይወት ኢኻ ትጅምር። እቲ ድሕሪ መስቀል ዝጅመር ህይወት ድማ ሰላም ዝመልኦ ህይወት ስለ ዝኾነ ካብ ምዉታት ምስ ተንስአ የሱስ ክርስቶስ ሰላም ንኣኻትኩም ይኹን ኢሉ ይኣውጁ እዚ ሰላም ንኣኻትኩም ይኹን ማለት ዕርቂ ሓድነት ሕብረት ምስ ኣምላኽ ቤተሰብነት ምስ ኣምላኽ ውልድነት ኣምላኽ ንኣኻትኩም ይኹን ማለት እዩ ክብሪ ንኣምላኽ ይኹን ሰላም ንኣኻትኩም ይኹን ማለት ኣገናዕ ማለት ኣይኮነን ወይ ኣብ ሓደ ገዛ ተዓጽዮም ፈሪሖም ስለ ዝነበሩ ንፍርሃትኩም ኣይርሓቐልኩም ፍርሃት ዘይብልኩም ኩኑ ዝብል ቃል ኣየስምዕን እዩ ሰባት ከምኡ እዮም ዝርድእዎ ግን ከምኡ ኣይኮነን ድሕሪ ምድሓን የሱስ ክርስቶስ ሰላም እዩ ተኣዊጁ ዮሃንስ ዕስራን ሓደን ወንጌል ዮሃንስ ዕስራን ሓደን፣ ክርስቶስ ካብ ሙታት ምስ ተንስአ፣ ቀዳማይ ቃሉ ሰላም ንኣኻትኩም ይኹን ዝብል ቃል እዩ። ቀዳማይ ቃሉ እዚ ሰላም ንኣኻትኩም ይኹን ማለት ድማ ቅድሚኡ ኣቐዲሙ ተፈጸመ ኢሉ ስለ ዝኣወጀ ኣብ መስቀል ከሎ ዕዳ ሓጢኣት ተኸፊሉ ተፈጺሙ፣ ውርደት ተኸፊሉ ተፈጺሙ፣ ዕዳ ተኸፊሉ ኩሉ ተፈጺሙ መርገም ኣብቲ መስቀል ተወዲኡ ተኸፊሉ ተፈጺሙ ካብ ዕዳጋ መርገም ተዓዲካ ኢኻ ብለካ ገላትያ ሰለስተ ዓሰርተ ሰለስተ ጀሚርኩም ረኣይዎ በረኸት ኣብርሃም ንኣህዛብ ንኣና መታን ክኸውን ኣብ መስቀል ስቀል ዘበለ ርጉም ይኹን ተጻሒፉ ኣሎ እሞ ክርስቶስ ምእንታና ኣብ መርገም ክንዳና መርገም ኮይኑ ካብ መርገም ሕጊ ተሻየጠና ብለና ስለዚ ዓዲጉና ተሻይጡና ተወዲኡ ተፈጺሙ ኢሉ ኣውጁ ካብ ምውታት ምስ ተንስአ ድማ ዕርቂ ሓድነት ሕብረት ውልድነት ቤተሰብነት ምስ ኣምላኽ ንኣኻትኩም ይኹን ዝብል ቃል ብሓንቲ ቃል ሻሎም ብዝብል ሰላም ንኣኻትኩም ይኹን ብዝብል ቃል ጎይታና የሱስ ኣውጅልና ሰላምና የሱስ ክርስቶስ እዩ ስብሓት ንኣምላኽ ይኹን ስለዚ እምበኣር እቲ ብክርስቶስ ዳግም ልደት ረኺቡ ሓድሽ ፍጥረት ዝኾነ ሰብ ንሱ ብሩኽ ይበሃል ቅድም ዝነበብኩልኩም ወንጌል ዮሃንስ 10 ምዕራፍ ፍቕዲ 10 ኣነ ህይወት ምስ ተረፉ ክረኽባ እየ ዝመጻኹ ኢሉ የሱስ ክርስቶስ። እዚ ህይወት ምስ ተረፉ ዝብል ቃል ካብቲ ዞየ ዝብል ቃል ወይ ከዓ ዞይ ዝብል ቃል ቋንቋ ጽርኢ ዝመጸ ቃል ክኸውን ከሎ እዚ ቃል እዚ ዋሕዚ ህይወት ኣምላኽ ዘየቋርጽ ህይወት ወይ ከዓ ዘለዓለማዊ ህይወት ኣምላኽ ወይ ከዓ እታ ብ ኣምላኽ ዝነበረት ህይወት ዝብል ቃል የስምዓና። እምበኣር ኣብ ዘመን ብሉይ ኪዳን ብምልኡ ሰብ ስኢንዎ ዝነበረ ነገር እንታይ እዩ እንተ ኢልና እዚ ህይወት እዚ እዩ እዚ ዋሕዚ ህይወት እዚ ወይ እዛ ምስ ኣምላኽ ዝነበረት ህይወት ኣብ ውድቀቱ ስለ ዘጥፍኣ መዋቲ ኮይኑ ጸኒሑ ሰብ ስለዚ ካብ በረኸት ርሒቑ ኣብ መርገም ይነብር ነይሩ ብሰሪ ሓጢኣት ብምኽንያት ሕድገት ሓጢኣት ደም የሱስ ክርስቶስ ብምኽንያት ሞት የሱስ ድማ እታ ኣብ ኣምላኽ ዝነበረት ህይወት ንኣይን ንኣኻትኩምን ተመቒላ ተዋሂባትና ደሙ ክክዖ ከሎ ነፍሲ ዅሉ ስጋ ኣብቲ ደም ኣላ ስለ ዝብል ቃል እግዚኣብሂር እታ ኣብ ነፍሱ እታ ኣብ ደሙ ዘላ ነፍሱ ህይወቱ ንኣና ኣውጺኡ ሂብዋ እዛ ህይወት እዚኣ ንኣና ተመቒላ ስለዚ እንታይ ረኺብና ህይወት ምስ ተረፉ ክረኸባ እየን ዝመጻኹ ስለ ዝበለ የሱስ ክርስቶስ ህይወትን ትርፉን ዋሕዙን ረኺብና ማለት እዩ ህይወት ኣምላኽ ረኺብና ዋሕዚ ህይወት ረኺብና ዘየቋርጽ ዘላለማዊ ህይወት ረኺብና ኣዳም ብሰሪ ሓጢኣት ሞት ተፈሪድዎ፣ ኣነን ንስኻን ድማ ብምኽንያት ትንሳኤ ካብ ምውታት የሱስ ክርስቶስ ህይወት ተዋሂቡና። እዛ ህይወት እዚኣ ድማ ህይወት ኣምላኽ እያ። ህይወት ኣምላኽ ከዓ ዘይትመውት ዘለኣለማዊት ህይወት እያ። ስለዚ ንዘለኣለም ክንነብር ዝኸኣልናሉ ምስጢር ወይ ድማ ዘለኣለማዊ ህይወት ኣሎና ኢልና ንኣምነሉ ምስጢር ህይወት ኣምላኽ ንኣና ስለ እተዋህበት እያ። በዛ እተዋህበትና ህይወት ብኣ ኢና ናይ ዘለኣለም ህይወት ንረክብ። ናይ ዘልኣለም ህይወት ማለት ከኣ የሱስ ክርስቶስ ማለት እዩ። ስለዚ ክውከሰኩም የሱስ ክርስቶስ ጎይታን ኣምላኽን ጌርኩም ተቐቢልኩምዎ ዲኹም? ንየሱስ ክርስቶስ ጎይታን ኣምላኽን ጌርኩም ተቐቢልኩምዎ ሓድሽ ህይወት ረኺብኩም ሓደሽቲ ፍጥረት ኮንኩም ምዃንኩም ተኣምኑ እንተ ደኣ ኮንኩም እንታይ ኢኹም ተቐቢልኩም? እታ መስቀል እተኻዕወት ህይወቱ፣ ደሙ፣ ኣብዛ ደም እዚኣ ህይወት ኣሎ፣ እዚ ህይወት እዚ ኸኣ ዘለኣለማዊ ህይወት እዩ፣ ህይወትን ትርፉን እዩ፣ ስለዚ እምበኣር ህይወት ኣምላኽ ስለ እተመቐልኩም ብሩኻት እስኻትኩም ኢኹም። ብሩኻት ንሕና ኢና። ብርኽቲ ንስኺ ኢኺ፣ ብሩኽ ንስኻ ኢኻ፣ ብሩኽ ድማ ኣነ እየ፣ ምኽንያቱ ኣነ ባዕለይ ዝገበርክዎ ቃል ወይ ግብሪ ዘምጻለይ ሽምን ቃልን ኣይኮነን፣ ክርስቶስ ኣብ መስቀል ዝገበሮ ዕዮ ምድሓን ግና ህይወት ኣምላኽ ንኣይ ስለ እተመቕለት እታ ህይወት ዝረኸበ ብሩኽ እዩ። ወንጌል ዮሃንስ ዓስራይ ምዕራፍ ፍቕዲ ዓሰርተ እንደገና ቀዳማይ ዮሃንስ ምዕራፍ ሓደ ፍቕዲ ሓደን ክልተን እንተርኢና እታ ካብ መጀመርታ ዝነበረ እቲ ካብ መጀመርታ ዝነበረ ንሕና ዝሰማዕናዮ እቲ ብዒንትና ዝረእናዮ እቲ ዝጠመትናዮ ኣእዳውና እውን ዘደምሰሳኦ ብዛዕባ እቲ ቃል ህይወት ህይወት ድማ ተገልጸት ነታ ምስ ኣቦ ዝነበረት ንኣና ከኣ እተገልጸት ናይ ዘልኣለም ህይወት ርኢናያ ኢና እሞ ንምስክር ንነግረኩም እውን ኣሎና ኢሉ ጽሒፉ ኣሎ ዮሃንስ። ኣስተውዕሉ፣ ዮሃንስ እንታይ እዩ ዝብል ዘሎ ናብዚ ቃል እዚ? ሃዋርያ ዮሃንስ ነታ ምስ ኣቦ ዝነበረት ንኣና ከኣ እተገልጸት ናይ ዘልኣለም ህይወት ርኢናያ ኢና ይብል ኣሎ። እሞ ንነግረኩም ኣለና። ከመይ ገይሩ ርእይዋ? ህይወት ኣምላኽ ናይ ዘልኣለም ህይወት ዝረኣየ ሰብ ኣሎ ድዩ? ገና ከይሞተ ከሎ ዮሃንስ ጽሒፍዎ ነዚ ቃል እዚ። ከይሞተ ከሎ ከመይ ገይሩ ርእይዎ ኢሎም ዝሓስቡ ሰባት ኣለዉ። ምኽንያቱ ናይ ዘልኣለም ህይወት ድሕሪ ሞት ዝርከብ ስለ ዝመስሎም። ምናልባት ንዓኻትኩም ከኣ ምስ ሞትኩ እየ ናይ ዘላለም ህይወት ዝወርስ ኢልኩም ትሓስቡ እንተ ኾንኩም ተጋጊኹም ከም ዘለኹም ከበስረኩም ሰብ ናይ ዘላለም ህይወት ዝወርስ ወራስ ናይ ዘላለም ህይወት ዝኸውን ማለት ወናኒ ዘላለማዊ ህይወት ክኸውን ዝኽእል ድሕሪ ሞት ኣይኮነን በዚ ከዓ እዮም ሰባት ድሕሪ ሞት ናይ ዘላለም ህይወት ዝወርሱ ስለ ዝመስሎም ኣብዛ ህይወት እዚኣ እንከለዉ እምበርዶ ናይ ዘላለም ህይወት ክረክብ እየ ምስቶም ዝድሕኑ ግበረን እናበሉ ዝጭነቑ ምስቶም ሕሩያትካ ጸንብረና እናበሉ ዝጽልዩ ሰባት ኣለዉ። ምኽንያቱ ድሕሪ ሞት ናይ ዘላለም ህይወት ዝረኽቡ ስለ ዝመስሎም ኣብ እንተታ ኣብ ሕቶ እዮም ዝነብሩ። ክሳዕ'ቲ ናይ ዘላለም ህይወት ዝረኽቡ ወይ ከኣ ካብ ምድሪ ክሳዕ ዝግዕዙ ኣበይ ከም ዝኾነ መዕረፊኦም ዘይፈልጡ ሰባት ብዙሓት እዮም። ሓደ ኣማኒ ግና ከምዚ ዝኣመሰለ ሓሳብ ዝሓስብ እንተድኣ ኮይኑ ምድሓኑ ኣይተረድኦን። ናይ ዘላለም ህይወት ዝርኣ እዩ። ናይ ዘላለም ህይወት ዝጭበጥ እዩ። ናይ ዘላለም ህይወት ዝንበር እዩ። ናይ ዘለኣለም ህይወት ድማ ድሕሪ ሞት ዝውረስ ዘይኮነሲ ኣብ ምድሪ ከለኻ እትወርሶ ትውንኖ ህይወት እዩ። ናይ ዘለኣለም ህይወት የሱስ ክርስቶስ እዩ። ሓደ ዓቢ ገዛ ኣይኮነን። ናይ ዘለኣለም ህይወት ጎልጎል ሻኽ ኣይኮነን። ከምኡ ጌርኩም ኣይትሕሰብዎ። ናይ ዘለኣለም ህይወት የሱስ ክርስቶስ እዩ። ወንጌል ዮሃንስ ምዕራፍ ዓሰርተ ሸውዓተ መጽሓፍ ቅዱስኩም እንተ ደኣ ገንጺልኩም ፍቕዲ ሰለስተ እዚ ቓል እዚ ዝብለኩም ዘለኹ ብንጹር ኣብኡ ክትርእይዎ ትኽእሉ። ወንጌል ዮሃንስ ምዕራፍ ዓሰርተው ሸውዓተ ፍቕዲ ሰለስተ መጽሓፍ ቅዱስኩም ገንጽሉ እሞ ምሳይ ኮንኩም ንበቡ። ከምዚ ከኣ ይብል ትቓል ኣምላኽ ሓቂ ንስኻ በይንኻ ምዃንካን ነቲ ዝለኣኽካዮ የሱስ ክርስቶስ ኪፈልጡ ናይ ዘለኣለም ህይወት እዚኣ እያ ኣሜን ንስኻ ንስኺ ክውከሰኩም ኣምላኽ ሓቂ በይኑ እግዚኣብሔር ምዃኑ ብሞት ወዱ ክንድሕን ከኣ ንወዱ በጃ ሓጢኣትና ክመውት ኣብ መስቀል ኣሕሊፉ ምሃቡ ካብ ሰማይ ናብ ምድሪ ምልኣኹ ብክርስቶስ የሱስ ጎይታ ተኣምኑ ዶ ኢኹም? ኣምላኽ ሓቂ ንስኻ በይንኻ ምዃንካን በቲ ዝለኣኽካዮ ወድኻ የሱስ ክኣምኑ ወይ ከኣ ክፈልጡን ናይ ዘልኣለም ህይወት እዚኣ እያ ስለ ዝብል ዘሎ መጽሓፍ ቅዱስ ብክርስቶስ የሱስ ኣሚንኩም ንጎይታ ከኣ ፈሊጥኩምዎ እንተ ኮይንኩም ናይ ዘልኣለም ህይወት ረኺብኩም ምኽንያቱ ናይ ዘልኣለም ህይወት የሱስ ክርስቶስ ስለ ዝኾነ ክብርና ኣምላኽ ይኹን እምበኣር ንክርስቶስ እንፈልጦ ወይ ድማ እንቕበሎ ወይ ከዓ ኣምላኽናን ጎይታናን ጌርና ኣብ ህይወትና ዝሸምናዮ ወይ እንሸሞ ድሕሪ ሞት ኣይኮነን ብህይወት ኣብዛ ምድሪ ከለና እዩ ዛጊት ተቐቢልናዮ ኣለና እንታይ ተቐቢልና ደኣ እሞ ክርስቶስ ምቕባል ናይ ዘላለም ህይወት ምቕባል ተዘይኮይኑ እንታይ ተቐቢልና ናይ ዘላለም ህይወት ተቐቢልና እንተኮይንና ኸ ከመይ ገይሩ መርገም ኣለና መርገም ዘለዎም ሰባት ናይ ዘላለም ህይወት ክቕበሉ ይኽእሉ ድዮም ኣዳም ብመርገም ደይኮነን ካብ ገነት ተባሪሩ ስለ እተረግመ እኮ እዩ ናይ ዘላለም ህይወት ከይረክብ ተኸልኪሉ ኦም ህይወት ከይበልዕ ተኸልኪሉ ካብ ገነት ወጺኡ ከም ኣምላኽ ከይከውን ተኸልኪሉ። ምኽንያቱ ኣይትግበር እተባህለ፣ ኣይትብላዕ እተባህለ፣ ኣይትሓዝ እተባህለ ወይ ድማ እቲ እተኸልከለ ፍረ ስለ ዝበልዐ ሕጊ ኣምላኽ ኣፍሪሱ። ስለዚ ምፍራስ ሕጊ ሓጢኣት እዩ። ሓጢኣት ድማ እቲ ሞት ክትመውት ኢኻ ዝብል ቃል መርገም ገይሩ ናብ ሰብ ኣሳዕሪርዎ። ስለዚ እቲ ሓጢኣት ዝገበረ ኣዳም ካብ ገነት ተባሪሩ። እቲ ብክርስቶስ ጽድቂ ኣምላኽ እተቐበለ ሰብ ድማ ናብ መንግስቲ ኣምላኽ ክኣቱ ዕድል ረኺቡ። የሱስ ክርስቶስ ጐይታ እዩ። ናብ መንግስቲ ኣምላኽ ናይ ምዕድ ናይ ምእታው ዕድል ዝረኸብካ ንስኻ ንስኽን ኣነን ክርስቶስ ስለ ዝረኸብና ኢና። ክርስቶስ ከኣ እዩ መንግስቲ ኣምላኽ። ክርስቶስ ከኣ እዩ ዘላለማዊ ህይወት። ካልእ ህይወት የለን። ኣብ መስቀል ህይወቱ ኣሕሊፉ ዝሃበና ክርስቶስ እዩ። ስለዚ እዮም ሃዋርያት ርኢናያ ዝበሉ፣ ዝረኣይዎ ናይ ዘላለም ህይወት የሱስ ኣብ ማእከሎም ይመላለስ ይምህሮም ስለ ዝነበረ እዩ። ምስ ፈለጥዎ ምስ ተረድእዎ ብዙሓት ሰባት ወዲ ጸራባይ ወዲ ዮሴፍ እናበልዎ እንከለዉ ዓለም ካልእ ትርጉምን ሽምን እናሃበቶ እንከላ ንስኻትኩም ከመን ትብሉን ኢልዎ ደቀ መዛሙርቲ ግን ጎይታ ረድእዎም መንፈስ እግዚኣብሔር ሓጊዝዎም ተገሊጽሎም እቲ እስራኤላውያን ክርእይዎ ዘይከኣሉ ኣሕዋቶም ኣሕዋቶም ጸሓፍትን ፈሪሳውያንን ዓበይትን መምሃራንን ሕጊ መጽሓፍቲ ዘገላብጡ ሰባት ክርእይዎን ክፈልጥዎን ዘይከኣሉ እቶም ምንም ዘይተምሃሩ ዝመስሉ ገፈፍቲ ዓሳ ዝነበሩ ደቀ መዛሙርቲ ግና ኣምላኽ ስለ ዝገለጸሎም ንስኻ ክርስቶስ ወዲ ህያው ኣምላኽ ኢኻ ኢሎሞ ስብሓት ንኣምላኽ ይኹን ንስኻ ከሎሚ ክርስቶስ መን እዩ ትብሎ ዓለም ነናታ ዝኾነ መግለጽን ስምን ኣለዋ ትቦ ንስኻኸ እንታይ ትብሎ? ንስኺኸ እንታይ ትብልዮ? እቶም የሱስ ክርስቶስ ወዲ ህያው ኣምላኽ ምዃኑ፣ ክርስቶስ ንሱ ባዕሉ ኣምላኽ ምዃኑ፣ ንሱ ናይ ዘላለም ህይወት ምዃኑ ዝኣምኑ ንሳቶም ብፁዓን እዮም። እዞም ከምዚ ዝኣመሰሉ ሰባት እግዚኣብሔር ኣቦ ዝገለጸሎም ምግላጽ ሰማይ ዝረኸቡ ሰባት እዮም። ንሳቶም ማሕበር ጎይታ እዮም። ንስኻ ኢኻ፣ ንስኺ ኢኺ፣ ኣነ እቶም ብክርስቶስ ዝኣመንኩም ማለት እየ። ስለዚ እዞም ከምዚ ዝኣመሰሉ ሰባት ብፁዓን እዮም ወይ ከዓ ብሩኻት እዮም። ንብሎም። መጽሓፍ ቅዱስ ከምኡ እዩ ይብሎ። ስለዚ ብሩኽ ዝበሃል እግዚኣብሄር ንክርስቶስ ዝገለጸሉ ሰብ እዩ። እግዚኣብሄር ፍቕሩ ዝገለጸሉ ሰብ እዩ። እግዚኣብሄር ሓድሽ ህይወት ዝሃቦ ሰብ እዩ። ብክርስቶስ የሱስ ምድሓን ረኺቡ ሓድሽ ህይወት ዝረኸበ ሰብ ንሱ ብሩኽ ይበሃል። እምበር በዓል ገንዘብ ኣይኮነን ብሩኽ። ቅድም ከም ዝበልኩም ብዓመጻ ገንዘብ ዘጥረየ ሰብ ብሩኽ ክንብሎ ኣይንኽእልን ኢና። ጽድቂ ግን ብዓመጻ ኣይጥረን እዩ። ምድሓን ግና ብዓመጻ ኣይጥረን እዩ። ህይወት ዘልኣለም ግና ምስ መርገም ኣይውረስን እዩ። ስለዚ ኣማኒ መርገም የብሉን፣ ምኽንያቱ ክርስቶስ ናቱ ስለ ዝኾነ። ኣማኒ መርገም የብሉን፣ ምኽንያቱ ንሱ ብደም የሱስ ተሓጺቡ ሕድገት ሓጢኣት ስለ ዝረኽበ። ብደም የሱስ ክርስቶስ ሓድሽ ህይወት ስለ ዝረኸበ ምስ ኣምላኽ ስለ ተዓርቀ ኣምላኽ በዓሉ እተዓርቆ ሰብ ኣነን ንስኻን መርገም ኣለካ ክንብሎ ኣይንኽእልን ኢና ኣይንኽእልን ኢና ወይ ንርእስና መርገም ኣሎኒ ኢልና ክንኩንና ኣይንኽእልን ኢና ምክንያቱ ኣምላኽ ብክርስቶስ ተዓርቀና ሰባት ምዃንና ንኣምን እንተ ኮይንና ኣብ ተዛማዲ ግዜ መርገም ኣሎና ኢልና ክንስከፍን ክንፈርህን ኣይግባኣናን እዩ ካብ ፍልጠት ሓቂ ወጻኢ ዝነብሩ ሰባት እዚ ሓቂ እዚ ስለ ዘይበርሃሎም ኣብ ስቓይ ይነብሩ። ፍቕሪ ኣምላኽ ተረድኦም ሰባት ድማ ንስቓዮም ኣባረሮም ብሓርነት ይነብሩ። ምክንያቱ እቲ ብክርስቶስ የሱስ ዘሎ ኩነኔ የብሉን ስለ ዝብል መጽሓፍ ቅዱስ ሮሜ 8 ቁጽሪ 1 ስለዚ መጽሓፍ ቅዱስ ኩነኔ ይብልካ እንተ ደኣ ኢሉካ ኣብ ኩነኔ ውዲቑካ ዝነበረ ሓጢኣትን መርገምን እዩ ነይሩ ስለዚ ሓጢኣት የብልካን መርገም ከዓ የብልካን ሓጢኣት ዘይብሉ ሰብ የለን ዝብሉ ሰባት ኣለዉ እሞ ምእማንኩም እንታይ ምዃኑ ማለት ምዃኑ ኣይተረዳእኩምን ኣሎ እወ ሓጥእ ነይረ ሕጂ ግን ጽድቂ ኣምላኽ ክርስቶስ ለቢሰ እየ ገላትያ 3 27 እቶም ብክርስቶስ ተጠመቕኩም ንክርስቶስ ለበስኩምዎ እዩ ዝብል ክርስቶስ ለቢስካ እንተ ደኣ ኾንካ እስኻ እትገብሮም ምግባራት ኣይኮኑን ዘጽድቑኻ ወይ ከዓ ዘኹንኑኻ እስኻ እትገብሮም ተግባራት እንድሕር ደኣ ከሕጥቑኻ ዝኽእሉ ኮይኖም እስኻ እትገብሮም ተግባራት ድማ ከጽድቑኻ እዮም ስለዚ ንስኻ ክትጸድቕ ትደሊ ዘለኻ ብግብሪ ርእስኻ ኢኻ ጽድቂ ርእስኻ ኢኻ ክተክል ትደሊ ዘለኻ ስለዚ ካብ ክርስቶስ ተፈሊኻ ወዲቕካ ብለካ መጽሓፍ ቅዱስ እወ፣ ኣብዚ ኸምዚ ዝኣመሰለ ህይወት እንተ ደኣ ሃሊኻ፣ ብግብሪ ርእስኻ ኽትጸድቕ ትሓስብ ስለ ዘለኻ፣ ንስኻ ኣብ ሓጢኣት ኢኻ ዘለኻ፣ ክርስቶስ ኣይተቐበልካዮን። የሱስ ክርስቶስ ጐይታን ኣምላኽን ገይሮም እተቐበሉ ሰባት ግና፣ ዚጸድቁ ብጽድቆም ዝዀነ፣ ምድሓኖም፣ ቅድስንኦም ብዝዀነ ብክርስቶስ እዮም። ቀዳማይ ቆሮንቶስ ሓደ ሰላሳን ሓደን ረኣይዎ። ጽድቅና፣ ቅድስናና፣ ምድሓንና ኢልዎ ኣሎ ንክርስቶስ የሱስ። ስለዚ እንለብሶ ልብስና ጽድቅና ክርስቶስ፣ ምድሓንና ክርስቶስ፣ ሃለሉያ ቅድስናና ክርስቶስ ፍልጠትና ክርስቶስ ጥበብና ክርስቶስ እዩ ንሕና ናይ ገዛእ ርእስና ጥበብን ብቕዓትን ጽድቅን ቅድስናን የብልናን ብርእስናን ንምክሓሉ ትምክሕቲ ከዓ የብልናን ትምክሕትና ክርስቶስ እዩ ጽድቅና ክርስቶስ እዩ ቅድስናና ክርስቶስ እዩ ሃለሉያ ንኡ ስለ ዝለበስና ኣብ ቅድሚ ኣምላኽ ጽድቂ ኣምላኽ የሱስ ክርስቶስ ስለ ዝረኣየና እግዚኣብሔር ኣቦ ድማ ጸዲቕኩም ኢሉና ክብሪ ንኣምላኽ ይኹን። ስለዚ እቲ ብክርስቶስ ሓድሽ ህይወት ዝረኸበ ሰብ ንሱ እዩ እቲ ብሩኽ ዝበሃል ሰብ። ክልተ ነጥቢ ርኢና ኣለና፣ ተርፍ ኣብ ዝቕጽል ከነስዕቦ ኢና። ቅድሚ ምውዳእይ ደጊመ ክውከሰኩም፣ ብክርስቶስ ድሒንኩም ዲኹም? ምድሓንን መርገምን ተላፊኖም ኣይከዱን እዮም። ምድሓንን በረኸትን ግና ናይ ሓንቲ ሳንቲም ክልተ ገጽ እዮም። ዝደሓነ በረኸት ወሪሱ ኣሎ። እቲ ብመልክዕን ምስልን ኣምላኽ እተፈጥረ ሰብ ቅድሚ ውድቀቱ ተባሪኹ እዩ። እግዚኣብሄር ንሰብ ንበረኸት እዩ ፈጢርዎ ዝብል ቃል የስምዓና። ክፍጠር ከሎ ኣዳም ንበረኸት እዩ ተፈጢሩ። ውልድ ኣብ እተበለ ኣብ ዝበለላ ወይ ከኣ ፍጥር ኣብ ዝበለላ ጽባሕ በረኸት እዩ ተቐቢልዎ። ንስኻ ብክርስቶስ ሓድሽ ፍጥረት ምስ ኰንካ ድማ ንጽባሓ ወይ ከኣ ሽዓ ሽዓ ብኣ ብኣ እተቕበለካ በረኸት እያ። ሽዓ ንክርስቶስ ምስ ተቐበልካዮ፣ ሽዓ ሓድሽ ፍጥረት ምስ ኮንካ፣ ሽዓ ሕድገት ሓጢኣት ምስ ረኸብካ፣ ሽዓ ሓድሽ ፍጥረት ኮንካ ውሉድ ኣምላኽ ምስ ኮንካ ኣብ በረኸት ኢኻ ትኣቱ። ኣዳም ምስ ተፈጥረ ባረኾ በለና መጽሓፍ ቅዱስ። ንስኻ ድማ ሓድሽ ፍጥረት ምስ ኮንካ ኣብ በረኸት ኢኻ ኣቲኻ ተባሪኽካ ኢኻ ብሩኽ ኢኻ። ከም ልምዲ እኳ እግዚኣብሔር ይባርኽኩም እግዚኣብሔር ይባርኽካ ንብል እንተኾንና ዛጊት ግን እግዚኣብሔር ዝባረኸና ምዃንና ንፈልጥ ኢና። ክበሃል ዝግብኦ ንስኻ ብሩኽ ኢኻ ኢና ክንብል ዝግብኣና ዛጊት ተወደአ ስለ ዝኾነ ኣብ ክንዲ እግዚኣብሔር ይባርኽካ እዩ ይባርኽካ እንብሎ ብሕጂ ዝኸውን ትስፉውነት ኣብ ክንዲ ንዝዛረብ እንተበልና እውን ግና ኣይኮነን ግና እቲ ትኽክለኛ ኣበሃህላ ክኸውን ዝግብኦ ብሩኽ ኢኻ ብርኽቲ ኢኺ ክንብል ይግብኣና፣ ብሩኽ እየ ከኣ ኢልና ንገዛእ ርእስና ክንብል ይግብኣና። ብዙሕ ግዜ ዝጽግመና እወታዊ ቃል ንርእስና ምዝራብ እዩ፣ ምኽንያቱ ሰባት ዕቡይ ከይብሉና ስለ ንፈርህ። ዕቡይ ግና ከብለና ኣይክእልን እዩ፣ ኣማኒ የብለና ደኣ እምበር፣ ምኽንያቱ እቲ ግብሪ ብኣና ዘይኮነስ ብኣምላኽ እተገብረ ስለ ዝኾነ ንምከሓሉ ንዕበየሉ ነገር የብልናን። ብሩኽ እየ ክብል ከለኹ እግዚኣብሄር ከም ዝባረኸኒ እየ ዝእመን ዘለኹ። ዳዊት ከም ዝበሎ። ክነብር'የ ኢሉ፣ ኣብ ቤትካ ንዘለኣለም ክነብር'የ ኢሉ፣ ብቕዓት ርእሱ ዘይኮነስ ተግባር'ቲ ዘንብሮ ኣምላኽ ይዛረብ ስለ ዘሎ ብኣምላኽ ዝእመን ዘሎ ኣማንን ተኣማንን ምዃኑ የርእየና። ስለዚ ብሩኽ'የ ክትብሉ ፈትኑ፣ ከኣልዎ ከኣ። ምኽንያቱ ብሩኽ'የ ክትብሉ ከለኹም፣ እግዚኣብሔር ዝባረኸኒ ሰብ'የ ክትብሉ ከለኹም፣ ካብ ካልኦት ሰባት ዝበልጽ'የ ኢልኩም ብርእስኹም ትምክሑን ትእመኑን ኣለኹምን ዝብል ቃል ኣየስምዕን'ዩ። እቲ ዘጽደቐኩምን ዝባረኸኩምን እግዚኣብሔር ኣባኹም ግብሩ ከም ዝገብረ ግን እትእመኑ ዘለኹም ኣመንቲ ምዃንኩም እዩ ዘመስክረልኩም። ስብሓት ንኣምላኽ ይኹን። ስለዚ ንስኻ ብክርስቶስ ስለ ዝደሓንካ ብሩኽ ኢኻ። ብክርስቶስ ሓድሽ ፍጥረት ስለ ዝኾንካ ብሩኽ ኢኻ። ንስኺ ብክርስቶስ ሓዳስ ፍጥረት ስለ ዝኾንኪ ብርኽቲ ኢኺ። ትማልኺ ሓሊፉ እዩ። ሎሚ ኢና ንዛረብ ዘለና። ሎሚ ኣብ ክርስቶስ ስለ ዘለኺ ንስኺ ንዘለኣለም ብርኽቲ ኢኺ። ንስኻ ንዘለኣለም ብሩኽ ኢኻ። ንስኻ ብክርስቶስ ዝደሓንካ ሓድሽ ፍጥረት ስለ ዝኾንካ፣ ንስኻ ናይ ዘለኣለም ህይወት ርኢኻያ፣ ወሪስካያ ኢኻ። ምስ ሞትካ ኣይኮንካን ትወርሳ፣ ሕጂ ኣብዛ ምድሪ እዚኣ ከለኻ። ንሱ ድማ እቲ ናይ ዘለኣለም ህይወት የሱስ ክርስቶስ ስለ ዝኾነ። የሱስ ኣለካ፣ ህይወት ዘለኣለም ኣለካ። የሱስ ኣለካ፣ በረኸት ኣለካ። በረኸት ስለ ዘለካ ድማ እስኻ ወራሲ ኢኻ፣ እስኻ ገዛኢ ኢኻ፣ እስኻ ድማ ፈራዪ ኢኻ፣ እስኻ ድማ ህያው ኢኻ፣ እስኻ ከኣ መላኺ ኢኻ።